ሰላም ሰላም ሰላም ዓወት ሰላም ዲ መርሃባ ኦኬ ቢልስትሮ ሽራት ንርክብ ማለት እዩ መጀመርያ እ፣ እቲ ዝወሰድካዮ ስጉምቲ ፅቡቅ ስጉምቲ እዩ ማለት ሲ እ፣ ንሓደ ተቃለሳይ ከማኻ ዝነበረ ትማሊ ዝጎይ ዝነበረ እ፣ ፕላስ እውን ተቃለሳይ ጥራይ ዘይኮነሲ ከም ሓደ ዜጋ ከማን እ፣ ከም ተቃለሳይ ዘይኮነሲ ከም ሓደ ዜጋ እ፣ ከምዚ ጌርካ ሓዚንካ ሓዘንካ ክትገልፅ ወፂኻ ብጣዕሚ ፅቡቅ ብጣዕሚ ፅቡቅ እ፣ ልቦና እዩ ኣነ ግን ሓንቲ ሕቶ ኣላትኒ ስለ ሓን ፅቡቅ ከም ዘሎ ኮይኑ ብዛዕባ በርጌና ሓመዱ ክዛርብ ፀኒሕካ እንዲኻ በርጌና ሓመዱ በርጌና ሓመዱ ሲ ዋላ ካብቲ ግሎባል ወፂኹም ኣለኹም መስለን ዘይተጋገ ካብቲ ግሎባል ርክብ የለን ምስ ግሎባል ኣቋሪፅኩም ኣለኹም ኣብ ግሎባል የለን የለኹምን
እንታይ እዩ ክስትሮ እዎ ማለት ሲ ቃልስኣነ ክሓተካ ደልየ ዘለኹ ብዛዕባ በርጌ ናሓመር ትብላ ኣለካ ሞ በርጌ ናሓመር ርክብ ከምዘይብልኩም ብቀዳማ ይዛረቡ ነይሮም ላ ካብ ግሎባልስ ከምዘለኹም ርክብ ከምዘይብልኩም በይኖም ተፈሊኹ ከምዘለኹም ሕጅስ ኣይተረዳንን እንታይ ይርክብ ኣለኩም ምስኦም ሕጂ ምስ በጌ ንሓመዱሲ ዋላ ንዕለት ክንደይ ኢኻ ፅውዕ ፀኒሕካ ማለት እዩ ንዕለት ክንደይ ኢኻ ፅውዕ ፀኒሕካ እሞ ሕጂሲ እሱሲ ብደረጃ ብደረጃ ግሎባል ብደረጃ ኤውሮጳ ዲኹም ትገብርዎ ዘለኹምስ ዋላ ከመይ እዩ ናይ ጀርመን ጥራይ
እንዳ ሓንታይ ክብለካ ደሊ መሲካ ቢክስትሮም ሓወይ ኣነ ብዛዕባ ናታ ክዛረብ እንዲኣ ትኹን ግን ረስፔክት ድበሃል ኣሎ ብዛዕባ እዚ ንሕና ኣብ ጀርመን ዘለና ምስ ግሎባል ምስ የናይ ግሎባል ኢና ርክብ ደይብልና ምስዚ ድፈረሰ ምስዚ ናይ ዓደይ ናይ ዓድኻ ምስዚ ናይ ሕኸኻ ንኽሓገካ ምስዚ ጽንሕማ ሓንሳብ ኣወዳእና እንታይ ገበር ዓዊታ ዓዊታ ደሓን ሕጂ ኦኬ ዛረብ ንእሽተይ እያ ዛረብልሓን እንታይ ክብል ለካ ደሊ መሲካ ክቡር ሓው ኣብ ግሎባል የለኹምን ገለመለ ኣይትበል ኣበየናይ ደሎ ግሎባል እዩ እዚ ህዝቢ ዶ ይፈልጦ መሪሕነት ድለዎ ጉሎባል ሕጂ ኣብኡ ኣትዮ ብዙሕ ክዛረበ ከሪኒ ቴንክ ዩ ኣና ሰላም ኢለኮ ዓወተይ በቃ ኦኬ ቴንክ ዩ ፅቡቅ ኣነ ብካልኣይ ኣትዮ ብዛዕባ እዛ ናይ እስራኤል ኣብ ልዕሊ ተቃለስቲ ኣሕዋትና ኣሕዋትና